ሰላም ሰላም ቤተሰብ ከመይ እኚኹም ዳሕና ድኹም ኣነ ሰላም እየ ኣምላኽ ይመስገን ከምዚ ኣነ ሰላም ዘለኹዎ ሰላም ክትኮኑ በዓልቲ ምሉእ ተስፋ እየ እምበኣር ብኩሪ ሓምሻይ ክፋል ሒዘልኩም መጽኦ እኚኹ ግን ሳብስክራይብ ሸር ላይክ ናገበርኩም ኣተባብዑኒ ሳብስክራይብ እናቐነሰ ኣውዩ እንታይ ከም ዝኾነና ሳብስክራይብ ግበርለይ ካብኡ ሓምሻይ ክፋል ማለት እዩ ብዝሓለፈ ኣረና ፈሪሃ ብሓዲ ደቂሶም ሓዲሮም ሃና መጽያቶም ኣብኡ ኣቋሪጽና ነይርና ሕዚ ድማ ሃና ማለት እዩ ኣደንጊጻቶም ደንጊጾም ተልዕሎም ፈሪሃ ታዩ ታዩ ኢላ ግርኣትዋ ማለት እዩ ታይ ታይ ትገብር ለኺ ኢላታ ታይ ታይ ኢላ ካብኡስ ታይ ንኣይ ታይ እዩ ትልክ ትጥይቕኒ ኣለኺ ታይ ትገብር ለኹም ገለ ኢላቶም ማለት እዩ ብሓደ ድኹም ሓዲርኩም ገለ ትብላ እሞ እወ ግን ንስኺ ከም ትሓስብዮ ኣይኮነይ ግን ከረድእኪ ክትብላ ፈሪሃ ማለት እዩ በቃ ሱቅ በሊ ትብላ ሃና ካብኡ ኣረን ከዓ መጀመርያ ንኣና ኣዳምፅና ኢልዋ ኩሉ ነገርሲ ንኣባዬና ንህይወትኹም ተረድእዋ ኢላ ትፅውዖም ንኣቶም እሞ እዪ ታይኺ ኮንኪ እንታይ ክንብሎም ኢና ኣረ በጃኺ ናይ ትማሊ ይኣኽለኒ በሀዚ ለኾላይሲ ኣይትኾርዮ ንቴዲ ትብላ ፈሪሃ ማለት እዩ እ በቃ በቃ ዲኺ ትንልኺ ኢላታ። በቃ እቲ ትኾን ነይሩሲ ሀዝሲ ኣብዚ ከግንየኪ ዘይምነበርኩ ኢላታ ማለት እዩ። ናይ ክውርደርሲ ካልእ እዩ ይኣክል እዩ ኢላታ ማለት እዩ ሃና ካብኡ ኣረን ሃና ትዛረብዮ ነገር ግን ተጠንቀቅ ተዛረብ ኢልዋ ጥራሽ ንኣይት ፀውየን ኣለኻ ኢላታ መሊሳ ሃና ማለት እዩ። ካብኡ እዛ ፈሪሃ ሰራሕተኛ በቃ ታይ ዓይነት ዕዱል ግኘና ኣነስ ገለ ኢላ ተማርርሞ እዩ በቃ ኣጆኺ ተረጋግዒ ምንም ኣይመፅእ እዩ ገለ ይብላ ስቆል በጅኻ ካብዚ ድሓርስ ማንም ሰብ ኣይሕግዘኒን ኣየ ገለ ትብሎ ካብኡ እታ ሃና ከዓ ልግ ሓቅኺ ኢኺ ስማ ማንም ሰብ ኣየድሕነኪ እዩ ገለ ትብላ ንካልኣይ ግዜ እስቲ ተዋሪድኪ ምብራርኪ እዩ ነባይ ሓዚነ ገለ ትብላ ኣላ እዛ በዓልቲ ገዛ ማለት እዩ ካብኡ ፈሪሃ ክትኸድ ትብል እሞ ዮሃና ካዓ ምፃእ ቢላ ናበይ ንቂልኪ ሀዚ እኮ ዓላዊ ኮይኑ ናብ መቀራረቢ ኢኪ ትቀራሪ ኢኪ ገለ ትብላ ካብኡ ፈሪሃ ደስ እናበለኪሲ ትገብሪ ትክእሊ ኢኪ ሀዚ በቃ ሽልቲትኛ ኣሎ ከም ደስታኪ ግበሪ ኢላታ ሓዲጋታ ትከድ ማለት እዩ ካብኡ ተስፋ ምቁራፅኪ ፅቡቅ እዩ ኢላታ ካብኡ ንኣረን ካዓ ስካለስ ተሰናበታ ገለ ኢላቶ ከምኡ ኢላቶ ትከድ ትብል እሞ ካብኡ መልፂ ኢሉ ኣረን ካዓ

እዚ ኩሉ እናጸዋዕኪ ኔርክስ ታይ ኮንኪ ኢላታ ሂወት ኣምጻ ኣቢላ ማለት እዩ ካብኡ እዛ ሃና ከኣ ኣይ ምንም ኣብዚ መጽየሲ ፈሪሃ ሲኢነያስ ናኣ ከይዳ ኢለ ዳኣኮንኩ ዝጽውዓ ኔረ ጸዊዐኩም ናኣካትኩም ገለ ኢላታ ካብኡ ሂወት ቴዲ ንዓ ክዳውንትካ ቀይር ገለ ኢላ ሒዛቶ ትኸድ ማለት እዩ ካብኡ ኣረን ከኣ ስለለይ ጸወየትላ ከይዱ ስጥዒምዋ ማለት እዩ ካብኡ ፈሳ ከኣ ደንጊጻ ጎያ ናብ ገዛ ትኸድሞ እዩ ዛገዛ ዕብጢ ተብል በቃ ታይ ኮይነ ኢላስ በቃ ተደናጊጸ ወይ ስዒምዋ ማለት እዩ ታይ እየ ንኾን ኣለኹ ልበይ ታይ ኮይኑ ሓፍሓፍ ኢሎ ታይ ኮይነ ይኾን ገለ ኢላስ በቃ ትጭነቕ ማለት ትሕቢ ታሕጓስለ እንትን ተገሪማለ ካብ ድሓር ታይ እየ ኮይነ ልበይ ሲ ውቕዕ ውቕዕ ይብለኒ ኣሎ ታይ ኾይነ ገለ ትብል ካብኡስ ከመይ ጌርና ኢና ኣብዚ ብዝወደይ ሓደ ገዛ ክንነብር ትብል ማለት እዩ። ካብኡስ ዋእ ተረጋግዒ ሃና ተረጋግዒ፣ ባዕላ ንባዕላ ተረጋግዒ ማለት እዩ። ፍቕሪ ሒዙ ንግዲ እዩ ከምኡ እናበለት ትዛረብ ማለት እዩ። ካብኡ ወፂኣ ትኸድ ካብኡ ፈሪያ ከዓ ከይዳ ዓላዊኣ እያ ትእክል ዓለውኣ እንትናዓፀፈት እናሃለወ ስልኪ ይድወላ እሞ'የ እዛ ኣደዋ ትድውለላ ማለት እዩ እዛ ናበፅሐታ ካብኡ በቃ ይመጽእ ኣለኹ እየ ገለ ትብላ ናበይ ትመጽእ ገለ ትብላ ሳለ ካብኡስ ንዕና ኣልክ ንሃወክን ነርክ ሳዚ ናበይ ትመጽእ ትልነኽ በቃ ኣነስ ጠቕሊለ ወጽየ ይመጽእ ኣለኹ እየ ሓላዊ ይጥርንፍ ኣለኹ እየ ጸገም የብሉ ባዕለይ ክመጽእ እየ ገሊላ ብሰዓተ ውግዕ ማለት እዩ ካብኡ መንግኡ ሃና ትኸዳ ናብኣ ኣያት ትኸዲ ዲዩ ተቐራሪብኪ ኢላታ። እወ ክኸደልኪ እየ ክንብለስ ተክትሓጎስ ኢላታ። ኣይ ጸገም የብሉይ ምስ ሓደሽ ኣጋይሸይ ዘና ክብል እየ ኢላታ። ግን ንምንታይ ኢኺ ማዕረ ክንድዚ ጸሊኢክኒ ኢላታ ፈሪሃ ማለት እዩ። ምኽንያቱ ስለ ብሳይ ትፈኻኸሪ እዩ ደረጃኺስ ኣይትፈልጢ ኢላታ። ደረጃኺ ኢላታ። እወ ደረጃኺስ ኣይትፈልጢ ካብዚ ገዛ ምስ ወጸኺ ግን ደረጃ ናይ ሰራሕተኛ ደረጃስ ክትፈልጢ ኢኺ ኢላታ። እወ ዶ ይኾን እስኺ ከመኛኺ ዳሕና ድኺ ኢላታ። ካብኡስ ወርሒ ዶ ግየ ህዝባይ ኪዲ ሰላ ይጽበዩኺ ኣለዉ እዮም ኢላታ።

ማንም ሰብ ስለ ኣይሰ የብለለይ ገለ ትላሞ እዩ እወ እወ ሰላም ከም ትኾኑ ከዓ ተስፋ ይገብር ትላ ማለት እዩ ካብኡ ተልዒላ ዘን ዓለቓ ጠቕሊላ ናብ ሳላ ትኸዶ ኣብ ሳላ ከዓ ትሂድና ህይወት የምኘው ካብኡ ህይወት ትሂድ ይላቶ ተጨኒቅካ ኢኻ ኝኻ ትመስል ይላቶ እወ ናዛ ፈሪሃ እኮ እዩ ይላቶ ፈሪሃ ደጊም ወሲንካ ኢኻ ይላቶ ግን ይብላ ግን ንበሃል ነገር የለም ደግም ወሲንካ ኢኻ ትብሎ ማለት ኣነ እኮ ሲ ፈሪሃ ፅሬ እያ ይኮንኪ ግን ወደይ ሲ ብጣዕሚ እዩ ሓዚንኛ ትብሎ ማለት እዩ መንጉኡ ፈሪሃ ትመፅእ እሞ ካብኡ ህይወት ፈሪሃ መፂኺ ዶ ኢላታ ኣብኡ መፅእ ኢላ ካብኡ ደው ትብል እሞ ካብኡ ትሄዲ ፈሪሃ ህይወት በቃ ከምዚ እያ ኣነ ከም ጓል እየ ዝርእየኪ ነይረ ከምዚ ክትገብሪ ኢለስ ሓሲበየስ የፈልጥ እየ ገለ ይብላ ማለት እዩ ትሄዲ ንፈሪሃ ካብኡ ፈሪሃ ቴዲ ኣነስ ይሓሸኩ ከኢላቶ ካብኡ ህይወት ተምፀቢላ በቃ በቃ በቃ ኢላታ ከይትናገር ምእንቲ ማለት እዩ ካብኡ ቴዲ በቃ ካብዚ ንላዕሊ ዘይትሕዝንኒ ይብላ ካብኡ ንእሽተን ፅንሒ ይብላ እሞ እዩ ሓዲግዋ ይኸድ ናብ ቅርሺ ከምፅእ ማለት እዩ ካብኡ ካብኡ ኣረን ስልኪ ይድወለማ ዓርኪ ገለ ይድውለሎም እዩ እንታይ ትገብር ኣለካ ገለ ይብላ ካብኡ ዓራት ገለ እያ ተዓራርየ ነይሩ ይሰርሕ ኣለኹ ገለታት ኢልዎ ተወፅእ ዲኻ ኢልዎ ሰኣይ የወፅእ እዩ ግን ወፅእ ተኾይነ ክድውለልካ እየ ገለ ፍልምኛት ንኽርኢ እየ ህዚ ኢልዎ ካብኡ ናብዛ ፊልም ይኣትማ እየ ካብኡ ሃና ተኸርመ ትኾሕኩሖ ካብኡ እተው ኢላ ካብኡ ትኣትሞ እየ ካብኡስ ደልየካ ነይረ ኢላቶ መኣዘ ህዚ ኢልዋ እወ ኢላቶ ፊልሚ ድኻ ትርኢ ኣለኻ ኢላቶ እወ ፊልሚ ይርኢ ኣለኹ ኢልዋ። ዘውዝኛ ፍልምስ ብጣዕሚ እያ ቆንጆ ገለ ይብላ እሞ እየ ክትፈልጥ ኣነ ከዓሲ ፊልሚ ብጣዕሚ እየ ዝፈት በቃ ዘይፈልጦም ሰብ እንትንስ የብለይ ገለ ዝትብሎ ናመን ክድኺ ኢልዋ እወ ናመን እየ ኢላቶ ካብኡስ ብእንግሊሽ ታይ ገር መፅኺ ኢልዋ ካብኡስ እ ተኣኸለልካ ኣላቶ እንግሊሽ ይትኽእል ኢልኺ ኢልዋ ኣይ ይኽእል እየዋ ግን ትብና ቅድም ንቅድም እየ ንኽእል ገለ ኢላቶ እሺ ሀዚ ታይ ክደሊኪ ኢልዋ ኣነማ ትሳናበታ ተኮይንካ ትሳናበታ ኢለ እየ ኢላቶ ንመን እየ ዝሳናበተካ እዩ ኢልዋ ካብኡስ ፈሪሃ ዓለባ ጠቅሊላ ትከድላ እያ ትብሎ እ ኢሉ ደንጊፁ እወ ትከድላ ዓለባ ጠቅሊላ ታይ ደኣ ከምዚ ደንጊፅካ ኢላቶ በቃ እሺ ውፅ በይነይ ክኮን ደለኩ ኢልዋ ካብኡ ወፅያ ትከድ ማለት እዩዋ ካብኡ በይኑ ዋህ ታይ እዩ ምንም ከይገበረትስ ካብዚ ገዛ ክትባረር ኢሉ ይጭነቅ በቃ ሓደ ነገርስ ክገብር ኣለኒ በይ ካብዚ ክትወፅእስ የብለይ ኢላ ኢሉ ማለት እዩ እዩ ብትማሊ ቱ ብሓደ ሓዲሮም ኩሉ ነገር ስለ ዘውግዐቶ ማለት እዩ ካብኡ ሃና ትኸርሞ እዩ ሳላ ደዊላ ዝፀንሓ ፍርያ ድፈእ ብላታ ታማ ትገብር ኢላታ ንህይወት ኣነ ታይ ፈሊጠ ኢላታ ካብኡ ኣይትኸድኺ ኢላታ። ኣይ ጽንሕማ ኢላታ። ካብኡ ጸኒሑ ካብ መንጎ ቴዲ መጽኡ ኢሉ እንኪ ዋጋ ዝኾነ ሓደ ሓደ ነገር ሓገዝ ዝኾነኪ እዩ ኢሉ ቅርሺ ይህባ እሞ እዩ ኣነሲ ብዚ ቅርሺ የጣዓሲ የደሊ ገለ ትብሎ ሓደ ሓደ ነገር ክኾነኪ እዩ ህልኽ ኣይትበሊ ይብላ ቴዲ ኣነ ብዝገርኩ ዘይኮነ ንስካ ብዝረኣካዮስ ይቅርታ ትብሎ እሞ ካብዚ ንላዕልስ በቃ እንትነይ ትኩኒ ገለ ይብላ ተቀበልኒ ይብላ እሞ ኣነሲ ካብዚ ቅርሺ ንላዕልሲ ካብዚ ገዛ ብምውፀይ እዩ ትንገደደ ግን ይቅበለካ ገለ ኢላ ካብኡ ታወዮ ካብኡ ኮፍ ኢል ካብኡ እቲኣ ከዓ ንሳ ናተ ክሰብ የለይ ትከድ ትክእል ኢኪ ኢላታ ሃና ማለት እዩ ካብኡ ምፀ ቢላ ፈሪሃ ከዓ በቃ ዳሕና ኩኑ ትብሎ ካብኡ እዛ ላስቲካ ሒዛ ክትወጽእ ክትል ኣረን ምጽእ ኢሉ ፈሪሃ ጽንሒ ኢልዋ ካብኡስ ተኾንካ ወዲ ብሓደ ፈሪሃ ምስ ከደሲ ኣይነውግዕ ኢደት ኣይ ጽንሒ ትብላ ኣለካ ኢላቶ ኣድኡ ማለት እዩ ህይወት ኣይ ንፈሪሃ ንምልከት ጉዳይ ኢልዋ ካብኡስ እንታይ ንምልከት እንታይ ኢኻ ትለኻ ኢልዋ ቴዲ ማለት እዩ ንፈሪሃ ብዛዕባ ናይ ትማል እየ ከውግዐኩም ኢልዎ ትማል ደኣስ ደቂስካ ዲኹም ከ ከነርካ ኢልዎ ቴዲ ኣሮ እንተ ኣኻ ትኾን ለኻ ኢድ ኢላቶ ታዱ ክዓርር ኢላ ማለት እዩ ከምኡ ስለ ንበለ ሰትኽዩ እሞ እዩ ምስ ገርዝ ነውግዕ ኢሉ ኢላቶ ስለሳ እየ ከውግዕ ከይብለክልኹ ኢልዎ ካብኡ ንስኻ ትንሱ ዋላ ቅፅል ንስኻ ታይ ትለካ ኢልዎ ትማል ሰበይ ነርካ ንባዕልኻ ደቂስካ ዲኻ ነበርካ ኢልዎ እወ ደቂሰ እየ ነይረ ግን ቅድሚ ምድቃሰይ ሰውጊዕና ነይርና ኢና ናብዚ ሳላ መፅኤሲ ርእሰይ ሕሙኒ ኢለያ መድሓኒት ምፅሊ ሃብኒ ኢለያ ሒዘ እሺ ኢላ ካብኡ ኣነ ከይደ ናብ ምድቃሰይ ደቂሰ ድቃስ መፂኒ ደቂሰ ካብኡ ድሕሪኡ መድሓኒት ሒዛትለ እያ መፅ ካብኡ ትሄዲ ግን እኮ ኣብ ዓራት ኢና ግንነያ ኢልዎ ካብኡስ እወ ደቂሰ ስለ ዝጸንሕኩ ርእሰይ እያ ረሲና ረእየትኒ ነይራ ገለ ኢልዎ። ካብኡ ህይወት ኣቲ እንታይ ኢኻ ትኾን ኣለኻ ኢለ ገለ ኢላ ቅሕር ኢላ ማለት እዩ። ካብኡ ቴዲ ደም ጸጉሪ ኢሉ ፈሪሃ ናብ ማን ድዩ ኢለ ኢልዋ። ካብኡ እሳ ከዓ ናረን ጥምት ኣቢላ ወል ኢልዋ ካብኡ እወ ኢላታ። ታማ ደኣ ትማሊ መረድእኹም ንገር ኢሉ። እሱ ኣሽዕትኡ ብዝረእኹዎ ኢኹም ፈሪድኩም ጓ እምበይ ታይ እዩ ነይሩ ከምኡ እዩ የጠየቅኩም ጓ ግን ከም ትንረእኹዎ ኢኹም ርኢኹም ፈሪድኩም ጓ ገለታት ኢሉ ማለት እዩ ይብሎም ኣረን ካብኡ ቴዲ ሃና ሓቁ ድዩ ይብላ ካብኡ እወ ኢላ ትምልሰሉ ማለት እዩ ፈሪሃ ካብኡ ሃናም ጸቢላስ ጽናሕ ጽናሕ ኣባዬ ሀዚ ትኸዲ ድዩ በቃ ኢላቶ ኣይትርኢ ኣለኺ ዲኺ ብዘይ ጥፍኣታስ ክንደይናይ ከም ዝወቐስናያ ገለ ይብላ ቴድና ማለት እዩ ካብኡ ህይወትም ጸቢላ ማማ ማለት ሀዚ ናብ ግዛዕ ኣይትኸዲ ማለት ከድዩ ኢላቶ ካብኡ ቴዲ ፈሪሃ ከምዚ ምዃንስ የፈለጥኩ ነይረ ታይ ነይርዋ ሓንቲ ግዘ ተመሰምዐኪ ነይረ ኢሊ ጣዓስ ማለት እዩ ቴዲ። ታይ ከም ዝብለኪ እንድዒ ግን ይቅርታ ይብላ። ኣብ ሂወት ተምፂኣ ትምለስ እኳ ይመስለኒ ማለተይ ዓለዋይ ሒዛ እያ ወፂኣኛ ትብላ ታይ ኮይንኪ ዳኣ እዚ እኮ ገዛይ እዩ ኢላታ ፈሪሃ ካዓ ካብኡ ቴዲ ተልዒሉ ሕቁፍ የብላ ማለት እዩ። ካብኡ ሳንጣኣ ይቕበላ እሞ የምጦ ሃና ሓዲጋቶም ትኸድ ካብኡ ከይዳስ በቃ ድዩ እንታይ እዩ ንፍጠር ኣሎ በቃ ርያ ቃርያ ድያ ኢላ ሕርር ትብል ማለት እዩ ኣረን እዩ ደጊፍዋ እኘ ገለ ትብል ካብኡስ ንገር ገረስ ከውፅኣ ኣለኒ በቃ ብሓደ ሓም ንሓደሩ ተፀየ መን ከም ነናግፋ ንርኢ ኢና ስለዚ ከይደ ነባየ ብሓደ ከም ዝሓደሩ ክነግሮም እየ ኢላ ወፂኣ ትኸድ ማለት እዩ። ካብኡ ቴዲ ንዕስቲ ኢሉ ንፍሬ ሓቁፍ የብላ እሞ መቸምስ ይቅርታ ከምዝገበርክለይ ተስፋ ይገብር ኢላ ካብኡ ስዋ እስኻኩም ምንም ንገበርካዬ ነገር የለይ ግን ኣነ ኣብዚ ገዛ እያ ክንትንኩ ኣብዚ ገዛ ክነብር እየ ደሊ ገለ ትብሎ ካብኡ ህይወት ክዓምፀ ብላስ ኣብዚ ገዛ ስታይ እዩ ክኘክ እንትን ካብዚ ገዛ ዘየውፅእ ገለ ኢላታ ካብኡ ህይወት ከምዚ እኮ ይበሃል እዩ ወንኡሲ ፈሪሃ ይቅርታ ገይራትናሲ ብሰላም ቁማጣ እዩ ይብላ ቴዲ ካብኡ ሃና ትመጾ እሞ ኣቦይ ትብሎ ሓደ ነገር ክነግረካ ደልየ ኢላቶ እንታይ እዩ ተናገረ ይብላ ስለ ፈሪሃ እዩ ገላቶ ዘወር በል ይልዋ ሓንቲ ግዜ ኣዳምጸኒ ኢላቶ ዘወር በል ይብለኪ ኣለኹ ኢልዋ ካብኡ ሓዲጋቶ እንትኸድ ማለት እዩ እዛ ናሓሰባታ ከየሳኸዐት ካብኡ ፈሪሃ ተልዒላ ትኸድ መናቕ ኢልኪ ኢልዋ ንሃና እየ ክዛረባ ትብሎ ካብኡ ጽቡቕ ኢልዋ ካብኡ ከይዳ ማለት እዩ ህይወት ለለ ብድድ ኢላ ትኸድ ካብኡ ናይ ነቕልኪ ስኽ ኢልዋ ቴዲ ኣነ እኮ ሒሙወኝ እዩ ክኸድ ክጥይቆ ኢላቶ ትኸድ ናብ ኣሮን ማለት እዩ ሳላ ካብኡ ትኸድ ፈሪሃ ናብዛ ማና ሞይ ካብኡስ ተ- ተነግራ ታትገሩ መጺኻ ከምስኻ ከም ነሸንፍ ግደ ትነግርኒ መጽኺ ኢላታ ካብኡስ ሓንቲ ግዜ ዝተዳመጽኒ ገለ ትብላ ፈሪሃ ማለት እዩ ካብኡስ ኣነ እስኺ ስታኝና ንነጋገር ትብላ ማና ማለት እዩ ካብኡ ፈሪሃ ከዓ ስለ ህይወት እየ ኢላታ ስለ ህይወት ሰይቲ ኣቦይ ድክስ ወላ ስለ ህይወትና እየ ኢላታ ኣነ ስለ ህይወት እያ ጥዑይ ነገር የርእኹላ እኛ ሕማቕ ነገር ስለ ርእኹላ ስለ ህይወት እየ ነውግዕ ክልኹ ህይወት ሲ እንተ ድሰ ኣፍቂራት ይኾንቲ መፅያ ዘላ ንኾነ ጠቕማ ኢላ እያ መፅያ እኛ ገለ ትብላ ካብኡሲ ስለምንታይ ስለ ውጽኢ ገለ ስለ ዝተሃልክሲ ብኡስ ተናዲድኪ ክገለኛ ክኢላታ ህይወትሲ ንኣየይ ትውጻእ ትብለንላሲ ምሽጥራ ስለ ዝፈለጥኩላ እያ ትውጻእ ትብላ ውጽ ብምሃልክሲ ብጣዕሚ እኽ ተናዲድክኛ ክገለ ኢላታ መና እስቲ ንእሽተን በቃ ንምስትውዓል ሞክሪ ኢላታ እሞሲ ታይ እየ ከኣምነኪ ስኽትብል ገለኽሲ ህይወትሲ ከምቲ ስኽትብያ ኣለኺ ዓይነት ሰብ ሴኾንቲ ገለ ኢላታ ኣነሲ ብጣዕሚ ርግጠኛ እየ ኪድስ በቃ ክነድሕና ኣለና ገለ ትብላ እሺ ብምንታይ እየ ብምንታይ ኢና እንታይ እስኪ ትብልዮ ኣለኺ ዓይነይ ዘራሲ እንታይ እዩ ኢሉ ትብል ኣለኺ ገለ ትብል ምእማን ታብያ በይዘወይ ካብኡስ ብምንታይ ክኣምነኪ ይኽእል ገለ ኢላታ እሱ እንድዒ ግን በቃ ክነድሕነስ ይግበኣና እዩ ገለ ትብላ እሺ መስረጃ ኣምፅለይ ትብላ በቃ እሺ ትብላ እቲኣ ፈሪሓ ከዓ ካብኡ ወፃኢ ክትኸድ ማለት እዩ ካብኡ ሂወት ከዓ ናብ ንኣረን ገዛ ትኣቱ መኢ ኮርያ ተኸንኪ ደኣ ኮሪኺ ኢልዋ ታይ ትቅልዲ ኣለኻ ድየ ኢላቶ ታይ ገረ ድየ ታይ ኮንኪ ኢልዋ ወዲ ማዕረ ክንድዚ ትቅልዲ ኣለኺ ገለ ኢላቶ ካብኡ ድሓር ምጸቢልስ እሃ ሓቂ ከዳ ኮንክን ስለ ፈሪሃ ዲኺ ተውግዕ ኣለኺ ኢላቶ ኢልዋ ማለት እዩ እወ ስለ ፈሪሃ ኢላቶ ኣብዚ ገዛ ንመጸናየ ዕላማሲ በቃ ትርስዕ ኣለኻ ዲኻ ኢላቶ ኣነስ ረሲዐዮስ የኾንኩ ኢልዋ። ድሕሪ ለይቲ ርስዕሲ ከባርራ ጫፍ በጺሐ ዝነበርኩ ቆልዓስ የምመለስካያ ኔርካ ኢላቶ ሂወት። ኣነስ ግዲ ኮይኑኒ እዩ ኢልዋ። ኣቲ ቆልዓ ክትዕብደኒ ድኻ ብ ሱሪ ኢላቶ። ወይስ ኣነ ንናገረካ ኣለኹ ሰይትሰምዐኒ ኢኻ ኮንካ ኢላቶ ማለት እዩ ሂወት። እዛ ፈሪሃ ትብሃል ቆልዓሲ ዘውገዕክዋ ጉዕስ ሓንቲ ብሓንትስ ኩሉሲ በቃ ፈሊጣትኒ እያ ይብላ። እሱይ ረሳዕኹጎይ ማህዝ ታይ እዩ ንግብር ትብለላ ማለት እዩ በቃ ብደንብ ኣዳምፅኒ ይብላ ኣነ ፍቅሪ ክትተሓዝ እየ ደሊ ኢልዋ ምስ መን ኢላቶ ምሳይ ንኣየሲ ክተፍቅረኒ እየ ንደሊ ካብኡ ዕላማና በቃ እንትን ይኾነና ይሳለጠና ገለ ኢላ እሞይ ካብኡስ እህ እሱስ ተኮይነ ዘይሓሰብኩ ወዲ ኢላ ካብኡ ትምለስ እወ ተረጋጊዕኪ ስለለይ ተብልኮ እዩ ገለ ኢልዋ በቃ እስኻ ጥራይ ፍጠን እምበይ ካሊእ ጸገም የለይ ገለ ኢላቶ ካብ እሱ ንኣይ ይሕደግ እዩ ጸገም የብሉ ገለ ኢላ ካብ በቃ እሺ ደሓን ሕደር ኢላቶ ትኸድ ማለት እዩ ካብኡ ናብ ቴዲ ትኸድ እሞ ቴዲ ከዓ ናብ ጉዕዞ ዓላውና ኣከ ይጸንሓ ካብ እስክንድሪ ግዜ ምስ ወድኺ ወጸኪ ድዩ ኢልዋ ወእስኻ እኮ ደቀይ ደቀይ ናበልካ ግዜ ሲኢንካ ኣሎ ኢላቶ ንኣኽኒ ክኾን ግዜስ መኣስ ስኢነ ኢልዋ ኣይ ነጋዲት ከለኻ እዚ ኢላቶ ካብስ እወ ክትደሊ ከላ ኣረ ምሳይ ክመፅእ ይኽእል እዩ ኢልዋ። ካብስ ኣረ ስራሕ እኒሆ እዩ ኢላቶ። ናምንታይ ስራሕ እኒሆ ኢልዋ። ኣይ ማለተይሲ ኣብዚ ገዛ ብዝተን ቆልዑ ተለመደ ንሰብ ገዛ ይፅናሕ ኢለ እየ ኢላቶ። ስማ እወ በቃ ከታተልክስ በቃ በቃ ኣነ ክወደ እየ ትብሎ ማለት እዩ። ካብኡ በቃ ወዲ እየ ስኸየ ድንጉይኒ ናጋ ንኳን ነቑሑ ከምፅ እየ ኢሉ ይወፅእ። ካብኡ ስጋዕ ስኻ ትምለስ ገዛ ኻየ ንሕና ይክስእነና ኢኻ ኢላቶ። ብውሽጣ ስምስ ከደ ማለት እዩ። ካብኡ ከይዱ ፈሪሃ ኣጋጣሚ መጥባኽ ናጽሬት ገለ ትጸንሖም እዩ ፈሪሃ ጓለ ኢልዋ ተድዬ ናበይ ኢልካ ደኣ ኢላቶ ደገ ይወጽእ ኣለኹ እየ ገለ ኢልዋ ተኸንኪ ደኣ ነኸ ክትመስል ኢልዋ ኣየኸኺ ገለ ኢላቶ ሕዚ እኮ ሰዓት ዕረፍትኹ እዩ ዕርፍ ኢደ ገለ ኢልዋ ካብኡ እሺ ከዕርፍ እየ ኢላቶ በቃ ይኸድ ኣለኹ እናጋ ንኾነ ኣቑሑ ከምጽእ ኢልዋ ካብኡ በቃ እሺ ብሰላም ተመለስ ቴድዬ ኢላቶ ካብኡ ይኸድ ካብኡ ፈሪሃ ናብ ንኣረም ገዛ ትኸድ ካብኡ ኳሕኳሕያቶ ስነ ኣጋጣሚ ንዓራት ክዛዕ ምዝኡ እናተዓራረየ ነይሩ ስተማሰ ተዕራርላ ኸዲ ኢላቶ እግቦ ንዓ ከፈል ኢልዋ ካብኡ ኮፍ ኢላ ኮፍ ኢሉ ካብኡ ፀገም እኒድ ኢልዋ ኣይ ምንም ፀገም የለይ ኢላቶ እሳ ማለት እዩ ስለትማሊ እየ ከመስግነካ መፀ ኢላቶ ዋ ንምንታይ ትመስገኒ ኢልዋ ወላ ደኣ ሓሽኻ ይኹን እምበይ ስለ ነትረፍካንስ ብኡ እየ ክምስግነካ መጽየ ኢላቶ። ጸገም የብሉይ ቀሊል ነገር እዩ ግዜ ኢልዋ። እሺ እቲ ናት ማል ወግዕስ ትትርስዖ ኢላቶ። እዚ እኳ ንምርስዑ ንእሽተን ይኸብድ እዩ ኢልዋ። ንምንታይ ኢላቶ። ይኾን እየ ዶ እቲ ወግዕሲ ጠረንኪ እኳስ ክርስዕሲ ኣይክእል ኢልዋ። በጃኻ ኣርንሕ ደገለ ስሎሞይ ተኸንኪ ሓፊርኪ ድኺ ኢልዋ። ካብኡ ህይወት ተውዚ ኣፍደገ ኮይና በቃ ጅግና ኣለዋ ናበለት ንወዳት ንእላ ማለት እዩ ተሓጒሳ ብፍቕሪ ከውድቕ ኣየላ ካብ መንግኡ ሃና ክፍት ተብሎ ማዕጾ መኢታይ ትገብር ኣለኹ እዚ ህይወት ኢላታ ንስኹም በየናይ ኢልኪ ክዛና ኢልኪ ኢላታ ቆንጆ ኮይኑ ኢላታ እወ ቆንጆ ኮይንክን ኣይክልክ ኢላታ ናብ ኣሮን ክፍሊ እየ ኢላታ ክትገብሪ ኢላታ ኣይ ኣጋጣሚ ደገ ንወፅእ ተኮይኑስ ክትጥይቆ ኢለ እየ ኢላታ ኣይ ኣይወፅእ ስራሕ ኞ እዩ ስራሕ ሒዙ እዩ ንኮን ብርግፅ ኢላታ ካብኡ ንመን እንታይ ከ ኣንስኺ ከ ዘይነውግዕን ናይ ኢላታ ካብኡ ናብ ሳላ ሒዛታ ትኸድ እሞ እዩ ካብኡ ፈሪሃ ንኣሮን ስለንገበርካለይ ሲ ብልቢ እየ ዘመስግነካ ገለ ትብሎ እሞ እዩ ካብኡ ኢላቶ ትወጽእ ካብኡ ዝጽውዕ ቢልዋ ፈሪሃ ኢልዋ ሃይ ኢላቶ ብጣዕሚ ቆንጆ ኢኺ ኢልዋ ይቀንየለይ ኢላቶ ካብኡ ቻው ኢላቶ ወጽያ ትኸድ ካብኡስ ንኣ ፍቅሪ የውድቕ ኣለኹ ኢላሲ ንባዕለይ ኢለ ፍቅሪ ክወድቕ እየ ገለና ኣለ እንትን ይኾን ኣረን ማለት እዩ ካብኡ ህይወትና እዛ ሃና የውጋዕ መስተውግዕ ንብዛዕባ ህይወት ክትብላ ህይወት ንሃና ማለት እዩ ካብኡስ ብዛዕባ ሂወተይ ታይ ከውግዐኪ ኢላታ ሃና ከዓ ፍቅረኛስ እኘኪ ዶ የብልኪ ገሬ ኢላታ ኣይ ቅድም እኮ ኣይነበረኒ ሀዚ ግን ፍቅሪ እዩ ሒዙኒ ይመስለኒ ኢላታ ካብኡስ ምስ መን እዩ ሒዙኪ ጎረቤትና ድዩ ምስ መን እዩ ገሬ ኢላታ መንግኡ ፍቅረኛ እዩ ድውለላ ኣይ ስልኪ ደወለክሎም መውግዒ ኢላታ ኣይ ችግር የብሉ እዚ ናይ ስራሕ ስልኪ እዩ ፀገም የብሉ ካብ ናይ ክንዓበ ይኮነ እዩ ስእልኪ ኣውግዕኒ ገለ ትብላ እሞ ለለ ደጊሙ ይድውለላ ካብኡ በቃ ክኸድ ኣነ ናብ ናብ ቅርፋይ ክኸድ እዩ ኣይ እስኺ ከውግዒ ኢላታ ሓዲጋታ ትኸድ እሞ ህይወት ምስ ፍቕረኛኣ ተልዕሎ። ንምንታይ ትድውል ኣለኻ? ሐዚ ዘለኹዎ ኩነታት ጠፊኡካ ድዩ ኮይኑ ገለ ኢላ ምስ በቃ ነውግዐት ገለ ማለት እዩ። ኣብ መንጎኡ ፈሪሃ መጺኣታ። ሃ ሐዚኸ ተውግዕ ኣለኺ ድዩ ኢለለት ማሻ ጠር ኣለኺ ገለ ኢላታ። ኣቲ ቆልዓ ኢላታ። እታይ ክትገብርኒ እየ ሐዚኸ እታይ ክትገብርኒ ለሐሽኺ ድዩ ክተውጽእኒ ገለ ክትምክሪ ከይትሓስቢ እየ ገለ ኢላታ። ካብኡ ሓዲጋታ ትኸድሞ እይ ናብ ቅርፋኣ ትኸድ። ካብኡ እዛ ጀዋል ኣሚጣታ ክትወጽእ ከተለለ ደዊሉላ። ካብኡ እቲኣ ከዓ ድድሕሪኣ ከይዳ ማለት እዩ ፈሪሃ ከዓ ካብኡ እቲ ከዓ ኣፈራሪሕዎ እዩ ፍቅረኛኣ ከዓሲ ቴድሪሲ ወፂኡ እየኝኹ ኢልዋ ኣበኝኻ ገለ ኢላቶ ስምዐን ለኸለኻ ቴድስ ሓደ ነገር ጌርካዮ ከይትኾን ዕላማይ ከይተባላሸኒ ገለና ኣለቶ ውጉዕላ ማለት እዩ ካብኡ ፈሪሃ ከዓ ደኺላታ ሰብኡት ደዊላ ኣፍ ደገ ካብኡስ

ታይ እኺ ትብልኺ ታይ ገርኩ እየ በይገለ ኢላ ሓኒቃታ ማለት እዩ ካብ ሞንጉኡ ፈሪሃ መፂኣ እዛ ሃና መፂኣተን ታይ እኽን ትኾን ለኽን ገለ ኢላታ ካብኡስ ኣበይሲ ቀቲላቶ እያ ንኹን ነገር ገይራቶኛ ኢላታ ኣባይናየ ኢላታ ይፅእ ክለኹ ኢደ ገለ ነክ ገርገራቶ እያ ተውግዕ ሰሚዐያ ብእዝነ ኢላታ ካብኡ ታይ እኺ ገርኩ እየ ናባላ ንኣኣ ብጣዕሚ የጫናኒቅናላ ማለት እዩ ካብኡ ይቅፅል ሻድሻይ ክፋል ቴዲ ብሂወት ድዩ ክመጽእስ ወላ ሳዩ ሻድሻይ ክፋል ንቅጽል ኢና ጊን ሳብስክራይብ ሸር ኮመንት ውን ናገበርኩም ኣተባብዑኒ ሰናይ ምሸት።